ሰላምታና ይብጻሕኹም ኩቡራትን ኩቡራን ተኸታተልቲ ተኸታተልቲ መደብ ፊሊ ቲቪ ኣብ ዘለኹሞ ሰላም ጥዕና እንዳተተምነና ኒቱ ቻነልና ሳብስክራይብ ብምግባር ናይ ኩሉ ግዜ ሰዓብትን ተኸታተልትን ንኽትኮኑ ብኽብሪና ንዕድም እምበኣር ሎማዓንቲ ከዘራርቡናን ከዛንዩናን ዝኽእሉ ገለ ዛዕባታት ኢኒን ከባህሉናን ዝኽእሉ ኣዳሌ ኣዋዲደ ግዜ ሓሌ ጠበሽ ኢለ ናባኹም ከብሎ ተዳልየ ኣለኹ እምበኣር ንቪድዮና ላይክ ጌርና ንጀምር እቶም ሳብስክራይብ ዘይገበርኩም ሳብስክራይብ ምግባር ናይ ኩሉ ግዜ ሰዓብትን ተኸታተልትን መደብ ፊሊ ቲቪ ንኽትኮኑ ብኽብሪ ዝዕድመኩም ናብ ቤተሰብ ናብ ኣሕዋት ናብ ፈተውቲ ሸር እንዳገበርና ድማ ናብዛ ገዛ ኩርዓትን ሕፉራትን ንዓድሞም እንዳበልኩ ኣብ ናይ ሎማዓንቲ መደበይ ከብለኩም እየ ደጊመ ደጋጊመ ሕጂ ውን ሰናይ ምክትታል። ሕራይ እምበኣር ክቡራት ተኸታተልትና ተኸታተልቲ መደብ ፊሊ ቲቪ ከምዚ ንርእዮም ዘለና ገለ ኢትዮጵያውያን ሓሳቦም ኣብ ምግላጽ ይርከቡ ኣለዉ። ቆልዓ በሻሻ ዶላር ኣብ ምንዛሬ ኣብ ምእታው ንሰርሕ ስለ ዘለና ሒዝኩሞ ዘለኹም ገንዘብ እንተውጽኹሞ ይሓይሽ ብምባል ገለ ኣኼባ ወይ ስብሰባ ክገብረሎም ይፍትን ኣሎ። ነዛ ቪድዮ እንድሕር ተሪእናዮ ብግልጺ ነገራት ማለት እዩ ስርዓት ብልጽግና ኣብ ከምዚ ዝበለ ዓሚቕ ናይ ቁጠባዊ ፖለቲካውን ቅልውላውን ከም ዘሎ ነቲ ህዝቢ ብተደጋጋሚ ሓሶት እናተዛረበ ከታልል ዝፍትኖ ዘሎ ምዃኑ ዘርኢ ቪድዮ እዩ። ስለዚ ኣብዛ ዘሎ ቪድዮ ዘሎ መልእኽቲ ብከምዚ ዝስዕብ

ተገቲሩ ዝውዕል ዘሎ። ከምዚ ኣብዛ ቪድዮ ክንሰምዖ ዝጸናሕና ማለት እዩ ዶላር ብብዝሒ ንእቱ ስለ ዘለና ኣብ ኢድኩም ዘሎ ዶላር ዘለኩም ኩላትኩም ሰባት ቀልጢፍኩም ኣሽርፍዎ ዋጋ ዶላር ክወርድ እዩ ክትከስሩ ኢኹም ኢሉ ነቲ ህዝቢ ከደናግር ከፈራርሕ ይስማዕ ኣሎ። እዚ ንባዕሉ እቲ መንግስቲ ባንክታት ዶላር ሸርፊ ወጻኢ ስለ ዝወድኣ ኣብ ዓሚቕ ቅልውላው ስለ ዘለዋ ነቲ ኣብ ኢድ ህዝቢ ዘሎ ዶላር ብምፍርራሕ ንምእካብ ዝገብሮ ዘሎ ናይ ጭንቀት ስራሕ እዩ። ህዝቢ ድማ ንመራሒኡ ስለ ዘይኣምኖ ጊን እቲ ዶላር ናብ ባንኪ ክንዲ ዝእቱ ይሓብኦ እዩ ዝርከብ ዘሎ ኣብ ምሕባእ እዩ ዝርከብ ዘሎ ሕጂ እዛ ኢትዮጵያ ማዕቢላ ከይዳ ተተኪሳ ትበሃል ዘላ ኢትዮጵያ ሲ ናበይ ገፃ ከም ትኸይድ ዘላ ንሪኦ ኣለና ምንዛሬ ዶላር ሓንቲ ሸርፊ ዶላር ሚእቲ ዶላር ከባቢ ዓሰርተ ሸውዓተ ሽሕን ገለ በለን ኣትያ እዮም ዝብሉካ ክትሓቲ እንከለካ ሕጂ እሱ ስለ ዝኾነ ዶላር ስኢኖም ኣለዉ ብጣዕሚ ቁጠባ ኦፍ ከይድዎም ኣሎ ዘገርም ነገር ከኣ እቶም ኢትዮጵያ ማዕቢላ ኢልኩም ትንየቱ ኤርትራውያን ኣብዘይ ዓድኹም ኮንኩም ጽባሕ ንጎ ዋጋ ንኸኽፍለኩም ኣብ ትሕቲ ብልጽግና ብምዃን ኢትዮጵያ ትስዕር ኢልኩም ትገብርዎ ዘለኹም ውድቀት ናይ ኢትዮጵያ ናይ ሓለፍታን ዘርኢ እዩ እዚ ከምዚ ዓይነት ኣካይዳ ከምዚ ክዛረቦ ዝሰማዕናዮ ማለት እዩ ክቡራት ተኸታተልትና ናይ ብልጽግና ባህሪ ጽቡቅ ገይሩ እዩ ኣቃሊዕዎን ኣነጺርዎን ጸኒሑ ማለት እዩ። ኣብ ኣሕመድ ሓደ ነገር እንተ ተዛሪቡ እቲ ዘረባ ብኣንጻሩ እዩ ዝኸውን። ብኣንጻሩ ከምዚ ክብሎ ዝጸንሐ ማለት እዩ። እዚ ማለት እቲ መንግስቲ ዶላርኩም ኣሽርፉ ክብል እንከሎ እቲ ሓቂ ግን ዶላር ስኢኑ ስለ ዘሎ መንግስቲ ዶላር ክእክብ ስለ ዝደለየ እዩ ከምኡ ዝብል ዘሎ። ምኽንያቱ እቲ ስርዓት ተኣማንነት ስለ ዘይብሉ ሎሚ ዝበሎ ፅባሕ እውን ኪሒዱ ንህዝቢ ኣብ ጎኑ ዘይኮውን ሓደ ፍሹል ዝኾነ መራሒ እዩ ዘሎ ኣብዚ ሰዓት እዚ ኢትዮጵያ ስለዚ እዚ ሓውና እውን ከምኡ ኢሉ እዩ ክገልፆ ፀኒሑ ብኡ መንፅር ድማ ሓደ መንግስቲ ክሳብ ክንድዚ ብወግዒ ንህዝቢ ክሕሱ ከታልል ምስ ዝጅምር መወዳእትኡ ቀሪቡ ማለት እዩ ቁጠባ እታ ሃገር ስለዝወደቐ እቲ ስርዓት ንህዝቢ ካብ ምዝምዛን ምትላልን ወፃኢ ካልእ ምርጫ ከምዘይብሉ ዘርኢ እዩ። ስለዚ ኣብ ኢትዮጵያ እትርከቡ ኤርትራውያን ኣሕዋትና ሜይቢ ዶላር ክህልወኩም ይኽእል እዩ ኣሚንኩም ዶክተር ኣቢይ ኢልና ብዝሒ ዶላር ይእቱ ኣሎ ኢልኩም ዶላርኩም ናብ መንግስቲ ከይተረክብዎ ተበሊዕኹም ከኣ ኮፍ ከየብለኩም ጥንቃቐ ከድሊ እዩ ናብ ዝቕጽል ቪድዮና ክንከይድ ኢና እንዲያሞ ናብ ዝቕጽል ቪድዮና ክንከይድ እንከለና ክቡራት ተኸታተልትና ብጣዕሚ ናይ ህንዲ ፊልም እትመስል እንታይ ይዛረቡ ኣለዉ እንታይ ይብሉ ኣለዉ ዘይርድኦም ገለ ኣምሓሩ ዘይኮውን ኣብ ኣብ- ኣብ ምትሕልላፍ ይርከቡ ኣለዉ እዛ ዱላ ገመዳ ተው ሁለተኛ ብሻዕቢያ እንዳትማረክ ብምባል ኢሎም እዮም ፖስት ኢሎማ ዓሰብ ናይ ወሎ እዩ ዝብለና ዘሎ በቃ ገለ ዓይነት ፊልም እዩ ዘርእየና ዘሎ ብእምኒ ገይሩ ካላሽን ዝመንጠለ ሰብኣይ ንናይ ሻዕቢያ

እታ ናይ ህንዲ ፊልም ትጅምር ኣላ ወደ እኔ ነው ተርእዎ ርእዎስ ናብኡ ኮይኑ ድንጋጌ ነውና ዘወር ኢሉ ርኢ ተበለ ክንዲ ገለ እምኒ እሞ ፊቱ ዘሎ ካላሽን እዩ ተወርዊሩሉ ካላሽን ባ ተነፃፂሩሉ ኣብ ታርጌት እዩ ተኣሲሩ ዘሎ ጥውይ ተበለ እምኒ ክንዲ ገለ እምኒ እሺ እንዲያሞ በድንጋይ ጉድ መታ ኮይ
ያ ወደ እኔ

እንታይ ኢና ክንገብሮም መም መጺኦም መመርቂኖም ዓሰርተ ሽሕ ክዛረቡ ዝውዕሉ ዘለዉ ናይ ሻዕብያ ወተሃደር ኣብ ፊት ኮይኑ ኣነጻጺሩ እንዳረኸቦ ከሎ ወየ ናይ ስርዓት ብልጽግና እዞም ሃደምቲ ጥውይ ኢሉ ርእይ ተበለ እምኒ ይረኺቡ ብእምኒ ገይሩ ነዚ ናይ ሻዕብያ ሃሪሙ ማሪኽዎ ብጣዕሚ ብጣዕሚ ዘገርም ናይ ህንዲ ፊሊም ክዕልለና ጸኒሑ ማለት እዩ ኣይትሳኣኑ ኣይትሳኣኑ እሺ ናብቲ ዝቕጽል ቪድዮና ክንከይድ እንከለና ዘቕባት ትማል ትማል ንኤርትራ ካልእ ኢሉ ዝጣበቐላ ዝነበረ ትማል ትማሊ ካልእ ኢሉ ብዙሕ ዘህተፍትፍ ዝነበረ ኣብዛ ሰዓት እዚኣ መፂኡ ድማ ትማሊ ኣወል ስዒድ ሓውና ካብ ኤርትራ ፅምዶ ኣብ ዝዘርግሓሉ ዝነበረ ጣፍታ ማሊኡ ዝነበረት ስእሊ ናይ ክቡር ፕረዚደንት ኢሳያስ ኣፈወርቂ እዩ ነይሩ። ንምንታይ እዚ ናይ ቀደም ስእሊ ብንእሽኡ ከሎ ገይርዎ? ንምንታይ እዚ ሕጂ ኣሪጉ እንከሎ ዘይገብሮ ብምባል ሃለፍታ ይገብረሉ ኣሎ፣ ሃለፍትኡ ንስማዕ እስኪ። እንቁርዕብ
መንነቶም ዘሕፍሮም ናይ ናይ ናይ ኢሳያስ ብክሳይ ገራ ኣላ ኣብዚ ክዳን እንታይ ኮይኖም እዚ ናይ ሕጂ ኢሳያ- ናይ- ናይ- ናይ- ናይ ሕጂ ስእሊ ናይ ኢሳያስ ዘይገብሩ እንታይ ኮይኖም እንታይ ኮይኖም ናይ ቀደም ይገብሩ ኣለዉ ሕጂ መንነቶም ዘሕፈሮም ክትብል ከለኻስ መሕንነቱ ዘሕፈሮ ናይ ክቡር ፕረዚደንት ኢሳያስ ኣፈወርቂ ከምዚ ክገብር ኣይክእልን'ዩ። መንነቱ ዘሕፈሮ እንድሕር ተኾይኑስ ከም ማዕበል ጌሩ መንነቱ ዘሕፈሮ ሰብ የለን። ብሓይሊ ኤርትራዊ ክኸውን ዝደሊ ኣቡኡ መጺኡ ኣላልየና'ዩ። ትግራዋይ ከም ምዃኑ ቤተሰቡ ኣብኡ ከም ምዃኑ ነጊሮምና'ዮም። ስለዚ መን'ዩ ብመንነቱ ዝሓፍር ዘሎ? ኣወል ስዒድ እንተመጸ ብመንነቱ ኮሪዑ እዩ ኣፍልቡ ነፊሑ እዩ ዝዛረብ ዘሎ ካብ ማእኸል ኣስመራ ቪድዮታት ተረር ተረር ኣብሎ ዘሎ ከምዚ ናይ ኣርብዓ ጉራሽ ማዕበል እንተኾነ ከኣ ኣብ ገዝኡ ተዓጽዩ ኤርትራዊ መስለና ነይሩ ኤርትራዊ ከም ዘይኮነ ከኣ ኣላልዮምና ጽቡቅ ጌርና እውን ፈሊጥና ኣቦኡ እውን መጽዩ ብግልጺ ገይሩ ነጊርዎ ስለዚ ሲ መኒቲ ብመንነቱ ዝሓፍር ዘሎ እንድሕር ትይልናስ ኣብዛ ሰዓት እዚኣ ብዘይካ ማዕበል ካልእ ብመንነቱ ዝሓፍር ሰብ ወላ ሓደ ወላ ሓደ የለን ማለት እዩ ስለዚ ሕጂ እውን ብመንነትካ ኣይትሕፈር ስለ ትግራውነትካ እንተ ትዛረብ ዝሓሸ ነይሩ ናይ ኮይኖም ናይ ቀደም ገብሩ ኣለዉ እንታይ ኮይኖም ናይ ሕጂ ዘይገብሩ ሕጂ ሓዝዋ ከምዛ ክብለኩም ዝፅናሕኹም እዩ ንምንታይ እዩ ናይ ቀደም ስእሊ ዝግበር ዘሎ ንምንታይ እዚ ናይ ሕጂ ስእሊ ዘይግበር ደስ ዝበሎ ደስ ዝበሎ ግበር እንታይ ይምልከተካ ንስኻ በዚኣ እዩ ኣኼባ ዝገብር ዘሎ እንታይ ኮይኑ እዚ ዘሎ መልክዕ ናይ ኢሳያስ ዋላ ሰም ኣይኣምኑሉን እዮም ዕድመ ዕድመ ፀጋ እዩ ወዲ ሰማንያ ዋላ ሚእቲ ዋላ ክልተ ሚእቲ ክነብር ይኽእል ኣይቀርም እዛ ጉጅለ እዚኣ ኣብለኩም ኣለኹ ንእሽቶ ኢትዮጵያ ብእልፊ ኣቦኦም ዘይፍለጡ ኣዲኦም ዘይፍለጡ ኣንፃር ኤርትራውያን ኣንፃር ሃገር ኤርትራን ዝሰርሑ ዘለዉ እዮም ስጋብ ናይ መወዳእታ እዮም ዝኸደሉ ከም ዝመስል ሕኑቕ እንታይ ውፅእ ዓፍራ ማዕበል ከዓ ዓፍራ ጥራይ እዩ ዘውፅእ ዘሎ ኣብታ ቻነሉ ሕጂ ዋላ ዘወር ኢልኩም እንተተኣቱ ኣብታ ናይ ላይፍ ሞይታቶም ሚእቲ ሚእትን ሓደን ክልተ ሚእቲ ሰባት ካብኦም ኣይሓልፉን እዮም ንሱ ከማን ፈውሲ ማሕላ ፈውሲ ሃተፍተፍ እዮም ስለዚ እንታይ ደጨናንቕ ኣለዎ ብስለ ኤርትራስ ነቶም ኤርትራውያን ደገድፈልና ነቶም ፒር ዝኾኑ ኤርትራውያን ኣቦታትናን ፒር ዝኾንና ኤርትራውያን ናዓና ነተን ኣዴታትናን ኣሕዋትናን ጀጋኑ ናዓና ዶ ይገድፈልና እንታይ ገድሽዎ እዩ ዝሓምም ዘሎ ሽኮር ያኺ ጥሪ ባዕሉ ኤርትራዊ ከም ዘይኮኑ ኣቡኡ መጺኡ ኣላልዩና እዩ ስለዚ ንምንታይ እዩ ክሳብ ክንድዚ ዝጨናነቕ ዘሎ ብጣዕሚ ከይገረመኒ ይተረፈን ኣብዚኣ እስኪ ኬፍ ዝሃበትኒ ኬፍ ዝሃበትኒ ቪድዮ ኣላ ኣብዚኣ ኬፍ ዝሃበትኒ ቪድዮ ኣላ ኣብዚኣ እንታይ ትብል ከዓ ንሳ መሲልኩም ጋይስ ክልተ ግዜ ክልተ ግዜ ከይትወድቕ ተጠንቀቕ ብፍላይ ነታ ካልኣይ ግን ተጠንቀቐሉ ትብል እያ እንዲያሞ ብሓበር ኮይና ነስተማቕራ
ክልተ ግዜ ከይትወድቕ ተጠንቀቕ፣ እቲ ካልኣይ ትወድቆ ግን ኣዝዩ ዝኸፍኤ ክኸውን ስለ ዝኽእል ከኣ ኣስተውዕል። ከመይ ማለት እዩ? ኣብቲ ቀዳማይ ምናልባት ዘይቅኑዓት መሓዙት፣ ዘይቅኑዓት ኣማኸርቲ፣ ዘይቅኑዓት መጉዓዝቲ ስለ ዝረኸብካ ክትወድቕ ትኽእል ኢኻ። ኣብቲ ካልኣይ ከኣ እቲ ዝኸፍኤ ዝገብሮ ስለምንታይ እዩ ከምዚ ኣጋጢሙኒ ንዓይሲ ከምዚ ይግባኣኒ ድዩ ብምባልካ ኣዚኻ ሓደገኛ ኣወዳድቓ ክትወድቕ ትኽእል ኢኻ ምናልባት እቲ ኣወዳድቓ እንታይ ክኸውን ይኽእል እዩ መሲልካ ኣብ ሕፃን ድሕር ወዲእካ ምናልባት ዘይክትህሰ ትኽእል ኢኻ እዚ ከዓኒ ምናልባት መሰናኽላት ኣጋጢሞ ምኻሲ ክትሰጉሮም ክትክእል ከለኻ እዩ እቲ ኣብ ሓደ ተሪር ቦታ ወይ ኣብ ከውሒ ክትወድቕ ከለኻ ግን እቲ ዝኸፍአ እዩ ምክንያቱ ኣዚኻ ክትህሰ ስለ ትኽእል እዚ ማለት ከዓኒ ኣዚኻ ንሓንጎልካ ምስ ትርብሾ ኣዚኻ ኣብ ጭንቀትን ኣብ ዘየድሊ ኩነታትን ምስ ትወድቕ ተሓራይ ካብቲ ዝወደቕካዮ ከይተሰእኻ ክትተርፍ ስለ ትኽእል ስለዚ ውድቀት ዘይኮነ ዝጽላእ ካብ ውድቀትካ ዘይ ምትሳእ እዩ ሰላም
ሰብኣይ ገለ ዓይነት እዚ ሓውና ዝበሎ ነገር ብወርቂ ቀለም ከም ዝተጻሕፈ ንኣብነት ሓደ ንግዲ ክጅምር ኢሉ ገንዘቡ ኣውፊሩ ኣሎ ንበል ዕዳጋ ስለ ዘይነበሮ ወይ ተመክሮ ስለ ዘይነበሮ እቲ ገንዘቡ በሊዕዎ ከሲሩ ንበሎ እዚ ባህርያዊ ውድቀት እዩ ኩሉ ሰብ ከጋጥሞ ይኽእል እዩ ኣብዚ ምውዳቕ ጌጋ የብሉን እኳ ደኣ ትምህርቲ እዩ ካልኣይ ውድቀት እቲ ሓደገኛ ነገር እዚ ሰብ እዚ ዋይ ኣነ ንግዲ ኣይክእልን'የ ወዲቐ ድሕሪ ሕጂ ኣይከውንን'ዩ ኢሉ ተስፋ ቆሪጹ ኢዱ ምስ ዝህብ እዩ። እዚ ስነልቦናዊ ስምብራት እዩ እሱይ ከኣ ዝበሃል። ነዚ ድማ እዩ እቲ ሓውና ብፍላይ ነቲ ካልኣይ ግዜ ተጠንቀቑሉ ወይ ተጠንቀቓላ ዝብል ዘሎ። ምኽንያቱ እዚኣ ካልኣይቲ ውድቀት ካብ መሬት ንኸይትስእ እትገብረካ ነገር እያ። ኣብ ህይወትና ብዙሕ ግዜ ክንወድቕ ንኽእል ኢና፣ ብፈተና፣ ብፍቕሪ፣ ብስራሕ ወይ ከኣ ብትምህርቲ። እቲ ጅግንነት ግን ተንሲእኻ፣ ዶሮናኻ ነጊፍካ፣ ኣራጊፍካ ምቕጻል ጥራይ እዩ። በቃ ምቕጻል። ከምቲ ዝበሎ ውድቀት ዘይኮነሲ ጸላኢና ካብ ውድቀትና ዘይምትሳእ እዩ ጸላኢና። እሺ ናብታ ትቕፅል ቢሎና ክንከይድ ከለና በየነ ገብረ እግዚኣብሄር ንውፉይ መምህር ናይ ስፖርት ነበር ክሳብ ሕጂ ንጆን ብላክ ኣይበፅሖን ዘሎ እንታይ እቲ ምክንያት ኣይፈለጥኩን ኢላ ሓንቲ ፈፈው ተብሎ ኣላ ስለዚ እንታይ እያ ትብል ዘላ ብሓባር ኮይና ክንሰምዓ ኢና እንዲያ ኣብዚ ብዙሕ ኣርእስቲ እንዲኻ ተንኪፍካ ሓደ ናይቲ ውፉይ ዝበልካዮ ኣነ ብናተይ ብውልቀይ ኣብ ዓዲ እንግሊዝ መፅኡ ዝገበሮ ሰሚናር ንማንም ሰብ ኣብ ዓዲ እንግሊዝ ዘሎ ብፍላይ ኣብ ለንደን ዘለዎ ኣባላት ትሓትት ትኽእል ኢኻ ኣይተሳተፍኩን ክሳተፈሉ ዘይደለኹ ከዓ ኣነ ብውልቀይ ኣፌ ከፊተ ተቃዊመ እየ ዝተቃወምኩሉ ነገር ከዓ ጆን ብላክ ዝተኣሰሩሉ ግዜ እዩ ነይሩ ጆን ብላክ ተኣሲሩ እናሃለዎ ከሎ እሞ ከዓ ኣብ ሃገሩ ኣብ ንሱ ውፍይ ዝቕመጠላ ሃገር ብዛዕባ ናቱ ሶሊሲተርን ብዛዕባ ምእሳሩን ጉዳይ ከይገብር ዓዲ ዓዲ ምኻዱ እዚ ፍትሓዊ ኣይኮነን እዚ ናይ ረብሓ ሰብ እዩ ኢለ ተቃዊመየ ኣይኮድኩን ካብታ ሰሚናር ኣቱም ሰባት ንሕና ሲ ክንደይ ግዜ ነጊርናኩም ኢና ኣቦታትና ነጊሮምኹም ኣሕዋትና ነጊሮንኹም መን እሞ ዘይነገረኩም እዞም ሰባት እዚኦም ተበለጽቲ እዮም ንስለ ኤርትራ ድሓስቡ ይኮኑን ሓሳቦም ካልእ እዩ ዋእ ንኣሕዋትኩም በልዎም ቅተልዎም ነታ ኤርትራ ትበሃል ኣጥፍእዋ ደምስዋ እንዳበልካ ኣሎ ድዩ ኤርትራ ትስዕርቲ ኢልካ ዝሓቁ ትግራይ ትስዕርቲ ኢልካ ዝኽየፉ ሰባት ኬፍ ዝቦም ሰባት ደይኮኑ ስለዚ ጆን ብላ ካብቲ ግዜ እቲ በቃ ተፃዊቶምሉ ቤላ ገይሮም ከዓ ጌም ሰሪሖምሉ ፊልም ሰሪሖምሉ ቤን ክበፅሖም ቤን ክኸድዎ ኢልኩም ትሓስቡ ዝንፅልፀል እንዳንፀልፀልና ዝቕተል እንዳቐተልና ክንከይድ ኢና እኮ ኢሎም እቶም ምስኦም ዘይኮኑ ወይ ክሰምዖም ዘይክእሉ ሰባት እንዳእትዎም ንገለ እንዳእስርዋ ንገሊኣ እንዳሸፈቱ ንገሊኣ ገለ እንዳገበሩ ክሳብ ሕጂ መፂኦም ኣለዉ እቲ ደንበ ተቃውሞ ዝበሃል ኣብዚ ግዜ እዚ ከዓ ናበይ ገፁ ይኸይድ ኣሎ ከዓ ብምሉእ ሰብ ርኢ ኣሎ ደንበ ተቃውሞ እኮ ከማን ብድፍረት ከማን ከምኡ ኢለ ፀውዐ ደንበ ተቃውሞ ከማን ትልካ ገሊኦም ስይሓርቅ እዮም ናበይ ይኸይድ ኣሎ እዚ ደንበ ተቓውሞ ዝበሃልስ ንርኢ ኣለና። ኣንፈቱ ጠምዚዙ ናብ ካልእ ናብ ዘይተደልየ ናብ ሰለስተ ኣርባዕተ ዝመርሕዎ ሰባት ንጥቕሚ ናቶም ዝጓዓዙ ሃገር ምልእቲ ክሸጡ ዝደልዩ ኣብኦም እያ ወዲቓ ዘላ። ስለዚሲ እንድዒ ተነጊርኩም ከማን ትሰምዑ ኢኹምኩም ንስኹም ሓቂ ዘረባ እዚኣ እዚኣ ክዓፅዋ ደሊ ብዛዕባ እዚ ናይ ዓዲ ናይ ኢትዮጵያ ዝበልካዮ ግን ኢሱ ባሕሪ ንማቐል ኢና ከምዚ ነው ከምዚ ዶ ክብሎ ከሎ ህዝብና ተሲኡ ይኣክል ኢሉ ተቐይሞ እዩ ያ ድሕሩ ከዓ ተፈላለዮም ተበኣኢሶም እዮም ነይሮም ምስ ኣብይ እዚ ብርጌድ ንሓመዱ ምትእኽኻብ ኣብ ኢትዮጵያ ማለት እዩ ዝተገብረ ግዜ ከዓ ጥርናፈ ዳ እዩ ነይሩ እምበር ግንባር ጌርና ከምዚ ቢልና ኣይኮነ ነይሩ ጥርናፈ ነይሩ ንትርሓስ ሕጂ ብዙሕ ግዜ ኣብዚኣ ክሊር ገብራ ዝደሊ ንትርሓስ ብዙሕ ግዜ ሰብ ከምዚ በቃ ካብዚ ስራሕ ክትሰርሕ ተወኪላ ዝኸደት ገለ ገይሩ ይደልዕላ ኣይኮነትን ትርሓስ ኣነ ኣብዚ ምሳይ ኣብ ሓደ ከተማ እያ ዘላ ምስ ማማ ዓወት ብሓንሳብ ከይደን ብገንዘበን ብወፃኢታተን ማንም ሰብ ወኪሉ ዝሰደደን የለን ነቲ መንእሰይ ቀዳማይ ጉባኤ ይገብር ስለ ዝነበረ ከም ምትብባዕ ኢለን እየን ከይደን ከመዴታት ብውልቀን ነቲ መንእሰይ ሲ ምትእኽኻቡስ ኣጆኻ ክብላ እሞ ከዓ ኣብ ኣፍ ፀላኡ ኮይኑ ኢለን እየን ከይደን እምበር ዝወከለን ሰብ የለን ብድሕርኡ ግን ብዛዕባ እዚ ኣቢ ባሕሪ እየ ዝደሊ ልእላዊነት ናይ ኤርትራ ኣይኣምነሉን እየ ክብል ዝጀመረ እዞም ግንባር ዝበሃሉ ከይዶም ዲፕሎማሲ ንሰርሕ ኣለና ምስ ኣብይ ስምምዕ ንገብር ኣለና ግንባር መስሪትና ኣለና ዝበለሉ ግዜ ዝበሉሉ ግዜ እዩ ስለዚ እዞም ሰባት እዚኦም እንድሕር ድኣ ዲፕሎማሲ ይገብሩ ኣለዉ ወይ ድማ ግንባር ዝብል ሓሳብ የምፅ ኣለዉ ኣብ ኣፎም እንድዩ ኤርትራ ከም ኤርትራ ኣይኣምነላን እየ ኤርትራ ልእላዊት ሃገር ኣይኮነትን ናይ ኣቦታተይ እያ ኣብ ትሕተይ ከዓ ክትምለስ ኣለዋ ዝበሎም ኣብ ኣዝኖም ኣብ እዝኖም ኣብ ኣፎም እዩ ስለዚ ኣይንሓዋውሶ ኣብቲ መጀመርታ እሰያስ ዝበለሉ ኩላህና ተቋይምናዮ ይኣክል ኢልናዮ ኢና ተዓፅዮ ኣብዚ ርባዕተ ነጥቢ ሕጂ ዝኸይድ ዘሎ ግን ዲፕሎማሲ ንሰርሕ ኣለና ግንባር ንገብር ኣለና ኢሎም ንዓና እንዳሽኩዑ ከለዉ ኣብኡ ኣብ እዝኖም ኣብኡ ኮፍ ኢሎም እናሃለዉ ከለዉ እዩ ዝብል ዘሎ ሰብ እዚ ንምንታይ ደኣ ከምዚ ዝብለና ኣለኻ ምሳና ዲፕሎማሲ ትሰርሕ ኣለኻ በዚ ከዓ ሃገርና ክትጎብጥ ትብል ኣለኻ እዚ ሲ ኣይጋረጮ እንዶ ኢሎም ክሓትዎ ዝግብኦም ንሶም እዮም ኣነ ይኮንኩን ኣብዚ ዓዲ እንግሊዝ ኮይኑ ቴንክ ዩ
ከምዛ ክንሰምዓ ዝጸናሕና ንሶም ደኣ ከመይ ገይሮም ክሓትዎ ነንሕሕዶም ተሳጋሲጎም ዝኸዱ ደግፈኒ ደግፈካ ደግፈኒ ክድግፈካ ሕኸኽኒ ክሓከካ እንዳተባሃሉ ዝኸዱ ዶ ይኮኑ በቃ ኣብ ከምዚኣ ወዲቓ ዘላታ ኩነታት ረእይዋ እቶም ዝነቑሑ ኤርትራውያን እቶም ስለ ኤርትራ ድሓስቡ ይርእዎም ኣለዉ ንሕና ቅድም ንነግሮም ነርና ከምዚ ከም ድመፅእ ሲ ብዙሕ ግዜ እውን ንዛረብ ነርና ኢና ፀኒሑ ግን ተረዲእዎም ሕጂ ተሰዊጥዎም ኣብ ምዝራብ ይርከቡ ኣለዉ መና ተዓዊቱ መና ተዓዊቱ ንሶም ዶ ተዓዊቶም ንሕና ተዓዊትና ንሕና ኢና ተዓዊትና ንሶምሲ ሽም ከማን ኣባላሽዮም ከማን ተቃወምቲ ከማን ተባሂሎም ንኤርትራ ምስ ጸላእታ ኮይኖም ክሃርሙ ዝደልዩ ሰባትሲ ኣብ ግዜኡ ናብ ሰዓብቱ ናብ ዝነበረሲ ምስኦም ሰሪሖም እዮም ሕጂ ምስ ዘሎ ኩነታት ዓሰብ ምስ ተባህለ ምስ ተናዕለ ሰብ ክትጎጃጀል ጀሚራ ከምቲ ኣብ ግዜ ናይ ትግራይን ኤርትራን ኣብ ኩናት ኣብ ዝነበራሉ ምስ ኢትዮጵያ ኮይነን ሰብ ተመቃቂሉ ዝነበረ ደንበ ተቃውሞ ሽዑ ሙሉእ ብሙሉእ እዩ ተበታቲኑ። ኣብ ሰዓት እዚ ከኣ ልክዕ ከምኡ ሙሉእ ብሙሉእ ተበታቲኑ ኣሎ። ስርዓት ብልጽግና ቆልዓ በሻሻ ዓሰብ ክብል እንከሎ ብዙሓት ኤርትራውያን ብስለ ኤርትራ ዝሓሙ ስለ ሰራዊቶም ድሓስቡ ከምኡ ድበሃል ነገር የለን ቅድመ ግንባር ክንርከብ ኢና ከኣ ንሕና ንስኹም ምስ ኣበ ኮይንኩም ክትወሩ ክትመጽኡ እንተኮይንኩም ንሕና እውን ምስቲ ህዝብናን ሰራዊትናን መንግስትናን ብምዃን ኣብ ቅድመ ግንባር ክንርከብ ኢና ክብሉ ሰሚዕናዮምን ርኢናዮም ኢና። ስለዚ ንሕና ቀደም ኢና ነጊርናኩም ንስኹም ሕጂ እዩ ዝርደኣኩም ዘሎ። ብዝኾነ ናብዚ ክቕፅል ቢዶና ክንከይድ እንከለና ጉዐይ ትበሃል ትፈልጥዋ ትኾኑ ኢኹም። ጉዐይ ኣቤላ መሲልኩም ፅንሑ እስኪ

ከምዚ ንሰምዖ እንድሕር ተሊና ክቡራት ተኸታተልትና ብጣዕሚ እዩ ዘሕፍር ብጣዕሚ እዩ ዘሕዝን እዚ ግዜ እንታይ ይኸውን ኣሎ ትማሊ እውን ከምኡ ኢልና ወፂና ተዛሪብና ኢና ሓደ ወዲ ንጓል ቪድዮ ክሕዘላ እንከሎ ገበን እዩ ብሕጊ እውን መቕፃዕቲ ኣለዎ ጓል እውን ንወዱ ክትሕዘሉ እንድሕር ተኾይና ከምኡ እዩ ገበን እዩ ኣብ ገለ ፋራታት እንሪኦ ግን በቃ እንድዒ ንሎሚ ይሓስቡ ንፅባሕ ይሓስቡ ምዝርጋሕ በቃ ምዝርጋሕ ፋራ በቃ ፋራ ክሕዘካ ይብሉን ፋራ ወላ ሓንቲ ክድንግፅ ዘይክእል ሰብ እንድሕር ተልዩ ዓለም ሙሉእ ፋራ እዩ ዋላ ከም መዛዝን ክሓስብ ዘይክእል ፋራ ጥራይ ፋራ ናይ መወዳእታ ፋራ ኣይሓስብ ሕማቅ ኣበዳድላ እዩ ዝብድለካ እዘን ፋራታት ድማ ካብ ዓቢ ፋራ ቀዳማይ ነገር ካብ ዓቢ ይብሉ ካብ ንእሽተ ይብሉ ማማ ጉዒ ፈኢትኩም ኣለኹም ኣብ ቲክቶክ ትነጥፍ ዓባይ ሰበይቲ እያ ማማ ምስ በልኩም ሲ ትረዲእኩም ክኸውን ይኽእል ጥዕሚኣ ማዕሪ ክንደይ ምዃኑ ፊልማ ትበሃል ከዓ ሓንቲ ብስድነት ዝተጎብአት ኣተዓባቢኣ ክርድእካ ደይክእል ንኤርትራውያን ከም ኤርትራውያን ክትውክለና እውን ደይትኽእል ምስ እልፊ ናይጀርያውያን ፖርን ክትሰርሕ ክትሰርሕ ዘየሕፍራ ሰሪሐ ኣለኹ ኢላ እትዛረብ ሰብ እያ ሕጂ እዛ ጉዑይ ዝብለኩም ዘለኹ ቪድዮ ሒዛትላ ኣላ ነዛ ሰብ እዚኣ እሞ ኸ ጓል ክንደይ ዓመት እያ እንድዒ እቶም ትፈልጥዋ ትፈልጥዋ ኢኹም ዋላ ገሚተሲ ከንእሶ ጥራይ ድኽእል ኣርብዓን ሓሙሽተን ሓምሳ ድሕርቲ ደስ ኣንእስዮ ክኸውን ይኽእል እዩ ማራ ያዕባይ እዛ ሰበይቲ እዚኣሲ ነዛ ፊልማ እትበሃል ዋላ ዓሰርተ ሻዕ ኣመንዝራ ዋላ ዓሰርተ ሻዕ ስዲ ዋላ ዓሰርተ ሻዕ ኩሉ ትኹን እሞ ጓላ እያ ቀስ ኣቢላ ከተረድኣ ክትመልሳ ደኣ እዩ ዝግባእ እምበር ከምዚ ጌራ ከተዋርዳ ኢልካ ክትሓስብ ጌጋ እዩ ዋላ እውን ንሳ እታ ፊልማ ዝብለኩም ዘለኹ ክብረት ከም ዘይብላ ምዃና በዛ ቪድዮ ክንፈልጣ ኢና ማለት እዩ እሺ ንዕና እስኪ ሰበይቲ ደቂ ክደይትእክቢ ግዳ ሸርሙጣ ሰበይቲ ንስኺ ክዴና ንስኺ ተትእከብ ንሕና ምተኣከብና እቲ ሸርሙጣ ፊልማ ፊልማ ድሓን ፊልማ ሓንሳብ በጃኺ ሕጂ ንሳ ተትእከብ ንሕና ጥዑያት ምኾና ሕጂ ስምዑን ኣለኹም እዚኣ እታ ፊልማ ትበሃል እያ ጓል ጎልጅ ድያ ጓል ገለመለ ድያ ጋሽ ባርካያ ጓል ጋሽ ባርካያ እወ ጓል ጋሽ ባርካያ ንመን ትጸርፋ ኣላ ንማማ ጉዕ እያ ከምዚ ኢላ ትጸርፋ ዘላ ማማ ጉዕ ከኣ ቪድዮ ሒዘልኪ ኢላታ ኣብ እዝና ተኩሳትላ ኣላ ስለዚ ሕጊ ዓቢ ይብል ንእሽተያ ይብል ወዲ ይብል ጓላ ይብል እዘን ሰባት እዚኤን እንተ ትቕጽዓ ኣነ ደስ ብለኒ መምሃሪ ከዓ ምኾና ንብሕጂ ንኸይመፅ ነገራት ከዓ መምሃሪ ምኾነ ምክንያቱ መብዛሕትኡ እዚ ቪድዮታት ዝዝርጋሕ ዘሎ ሲ እተን ተዘርጊሕወን ዘላ ነቶም እተን ተዘርጊሕወን ዘሎ ቪድዮ ነተን ዝዘርግሕሎን ኣብ ሕጊ የብፅሐኦምን ኣብነት ስለ ዘይኮኑ ዘለዉ ካልእ ተወሳኺ እውን ቪድዮታት እንዳመፀና ይርከብ ኣሎ ትማሊ ወዲ ጋሽ ዲገለ ዝበሃል ክልተ ፋራታት ዶናቑር ዝኾና ሰባት ሒዘናሉ መፅኤን ኣብዚ ማሕበራዊ ሚድያ ሆ ኢለ እሰን መንፍዕ ድገበራ ወይ ጅግንነት ወይ ሓደ ገለ ዓይነት ቦታ ዝሓዛ ዝማረኻ ዝተቋፃፀራ እዩ መሲልዎን ከምኡ ዓይነት ድኽመት ከምኡ ዓይነት ጭካነ ኣነ ርኤ ይፈልጥ ነ ብኸምኡ እየ ከዓ ፋራ ጨካን እዩ ዝበልኩም ፋራ ክሕዘካ ድባሃል የብሉን ክሕዘካ የብሉን በቃ ብዝኾነ ነገር ካብ ፋራ ፕሊስ ተጠንቀቁ እንድዒ ማራ ከቢድ እዩ ፋራ ክሕዘካ እንከሎ ስለዚ እዚኤን እውን ከምኡ መቕጻዕቲ እንተዝቕጽዓ ኣብነት ምኾና ክርስትያን ኣዴና ሓደ ጉድጓን ሓደ እግረን ኣብ ጉድጓን ዝኣተወ ቤተክርስትያን ዘይከዳ ኣብዚ መፅኤን ንኣሽቱ ኣሕዋትና እንዳወሰዳልና ንመን ክንሕዝ ሰብኣይ ስኢና ንመን ክንሕዝ በዓል እዚአን ሸራሙጥ ኣንስቲ ናብ ንኣሽቱ መንእሰያት እንዳወሰዳ መን ክወስደና ፊልማ ኮይደን ፅርፅረና ዘለዋ ሕጂ በስማን በልሞ ደማ ሓንሳብ መጀመርታ እዚኣ ኣብ ክንደይ ኣዴና እያ ትኸውን ማማግዖይ ድሓን ማማግዖይ ከዓኒ ከምዚ ክብለኩም ፀንሐ እሳ ከማን ሰ ዓባያ ቤተክርስትያና ከይዳ ቆሪባ ተሳሊማ ኣብ ገዝኣ ሰላም ገይራ ክንዲ ትነብር ኣብ ቲክቶክ ኣትያ ምስ በዓል እዚኣ ሕማቕ ሰብ ክብረታ ክምጥና ዘይክእላ ወይ ንክብረታ ክሕልዋላ ዘይክእላ ሰባት ሲ ከምዚ ክትወራረድ ክትሪኣ ከለካ ብጣዕሚ እዩ ዘሕፍር ዓባይ ምኳና ውን ነጊረኩም ነይረ ወዲ ሓጂ ውን ማማ ጉዕይ ይብላ ኣሎ ወዲ ሓጂ። ከምዚ ዝበልኪ ዘረባ ኣብ ኣዴታት ኣየምሕርን ኣታ እዩ። ኣረጊት ገዛእ ሾሩም ጠዋም ኣይትበላዋ። እቲ ዳሕይ ጸረፍያ እባ ኣሜ ፊልማ በጃኺ ኣረ። ነውሪ ማማ ጉዑይ ከምዚ ዝበልክዮ ዘረባ ኣደ ከምኡ ኣይትብልን እስኺ ክትመኽርየን እምበር ናታ ክሰድለይ ኣይ ኣይ ኣይደልየንን እዩ።
ወዲ ሓጂ ከማን ካብ ወዲ ሓጂ ንከምዚ ይጽበዮ ነይረ ወዲ ሓጂስ ኣብ ምብልላዕ ኣብ ምጥፍፋእ እዩ ዝፍለጥ ወዲ ሓጂ ከምዚ ክዛረብ እንከሎ ደንቅዩ ገለ ዓይነት ገለ ዓይነት በቃ ኣነ ሕጉስ እየ እዚኤን ግን ኣብነት ተዝኾና ኣነ ደስ ምበለኒ ነይሩ ምክንያቱ ነቲ ሕብረተሰብ ቫይረስ ነቲ ሕብረተሰብ ይዘበላልዓ ነቲ ሕብረተሰብ ደይከውን ካብ ሓንቲ ንእሽተይን ካብ ሓንቲ ኣደን በቃ ክፅበየ ዘይትኽእል ነገር ከምዚ ዘረባ ቪድዮ ሒዘልኪ ክትብላ ብጣዕሚ ዘሕፍር ኣብዚ ኣለኩም

ሕጂ ርእይዎ እዘን ማማጉዕይ ዝባሃላ ዓባይ ክንሰን ንጓለን ሸለል ክንዲ ዝብላ ዋላ ክንድዚ ዓወል ኣትዓውል ከም ዝበልኩም ቪድዮ ዘርጊሓቶ ንሕና ውን ተቀቢልናያ ኢሉ ብጣዕሚ እዩ ዘሕፍር ብጣዕሚ በቃ ሓደ ሓደ ግዜ ሲ እንዴ እሺ ናብ ዝቕፅል ቪድዮና ክንከይድ እንተኮይና ክቡራት ተኸታተልትና ብጣዕሚ ኣዘራራቢ ዝኾነ ቪድዮ ነይሩ ንሱ ድማ ኣዶናይ ቲክቶከር ትፈልጥዎ ኢኹም ዘይፈልጦ ሰብ የለን ኣዶናይ ሓደ ሽግር ኣጓኒፍዎ ኣሎ ተኣሲሩ ኣሎ በዚሓ ንሕና እውን ኢልና በዚሓ በዚሓ ብዙሕ ሰብ እውን ገለ ኢትዮጵያውያን እውን በዚሓ ናይ ኣዶናይ ነገር ኢሎም ኣብ ኢትዮጵያ ክሳብ ክንድኡ ሓፍሓፍ ክሳብ ክንድኡ ምዝላል ኣየድልን እዩ ነይሩ ግን ዋጋ ኣኽፊሎሞ ኣሎ ኣዲኡ ሕማቕ እንዳተሰማዓ ሎም መዓልቲ ኣብ ቢቢሲ ዝተዘርበ ኣብ ቢቢሲ ንእሽተይ ቃለ መጠይቕ ጌራ ነይራ። እስከንድያሞ ብሓባር ኮይና ክንሰምዓ ኢና እንታይ ኢላ ኣላ? ይመስለኒ ክወድቕ ይብል እንደገና ደጊመ ይለዓል ያው ኣነ ክሰምዖ እንተለኹ ኣብቲ ሶሻል ሚድያ እዩ ሰሚዐዮ እቲ ሶሻል ሚድያ ዘሕለፎ ድማ ሓሶት መሲሉኒ እንደገና ደጋጊመ ደጋጊመ ርእየዮ ያው ሓደ ሰዓትን ገለን ካብ ፖሊስ ዝተበለ እዩ ትክክለኛ እዩ ልብል ምሰንበብኩ ግን ያው ምንም እንትን ተሰማዕኒ ነገር የለይ ያው ኣዶናይ ምንም ወዲ ህዝቢ እዩ ምንም ኣይኮነን ኢትዮጵያዊ እዩ ፅሩይ ኢትዮጵያዊ እዩ ውሽጠይ ይፈርሕ እዩ ከም ወላዲት ግን ምንም ሕጊ እንተልዩስ ምንም ነገር ክኸውን ኢለ ኣይኣምን እዩ እና ብኡ እየ ልብል እምበር ምንም ከም ሃገረ እየ ሰሚዐ እዩ ክሰምዕ እንተለዎ እንደ ሕጂ እ፣ ከምዚ ክንሰምዖ ፀናሕና ኢና ሕጊ እንድሕር ተሎስ ወላ ሓንቲ ግድን እያ ክትብል እሳ ንባዕላ ኣብ ኢትዮጵያ እያ ዘላ ሪስኪ ንዓኣ ዝኾነ ነገር እንድሕር ተዛሪባ እምበር ኣፍቲ ዓዲ ዲሞክራሲ ኣፍቲ ሰላሚ ዓዲ እትብልዎ ከማንሲ እንታይ የጓንፍ ኣሎ ቲክቶከራት በካዳድንኦም ኢሎም እዮም ሒዞሞም በካዳድንኦም ኢሎም እዮም ኣሲሮሞም ኣከዳድንኡ ከመይ ሪኢኹሞ በታ ሰግጥ ከምስ ድማ ብዙሕ ሰብ ጸልዩ ብዙሕ እውን ናብ ካልእ ተተርጊምካዮ እውን ሕማቕ ነገር ኣበር ኣለዋ ናብ ፅቡቕ እንተሪእካዮ እውን ብጣዕሚ ፅቡቕ ነገር ኣለዋ ግን ክተሓዝ ስለ ዘለዎ ኦሮሞ ስለ ዘይኮነ እትዮም ኣለዉ ተኣሲሩ ኣሎ ሰብዚ ሕጂ ገለ ኤርትራውያን ሲ ኢትዮጵያ ላዕሊዮም በቃ ሰላም ኣለዎም ናጽነት ኣለዎም ከም ደስ ዝበለካ ካብ ኢትዮጵያ ተንቀሳቀስ ኢሎም ነታ ኢትዮጵያ ንፈልጣስ ከም ካልእ ገይሮም ምስሊ እዮም ዘርእዩና እታ ንፈልጣ ኢትዮጵያውያን ሲ ንህለው መንኪናን ድኻታት ዘግዘአ ሚልዮንን ገለመለን ፈለወር ኣእትዩሲ ሓደ ሚልዮንን ገለመለን ሰልዲ ዘውሃበ ሰብ እዩ ብዙሕ እዩ ገይሩ በቃ ብዙሕ ገይሩ ብሓፃር ግዜ ሲ ኣዝዩ ብዙሕ ነገር ሲ ገይሩ እዩ እዚ ፅቡቅ ዝገበረ ሲ ሕማቅ እዩ ተፈዲዩ ኣብ ኢትዮጵያ ነቶም ተጋሩ ከማን ኣይገበረሎምን ፅቡቅ ነገር ነቶም ኦሮሞን ነቶም ኣምሓሩን ገለመለም እዩ ፅቡቅ ነገር ገይሩሎም ግን በቃ ክእሰር ስለ ዘለዎ ተኣሲሩ ከምዚ እዩ እታ ዓዲ ሰላምታ ምዕብልቲ ኣብ ኢትዮጵያ ትብልዋ ሲ ከምዚ እያ እትገብር እታ ምዕብልቲ እትበሃል ኢትዮጵያ። እንታይ ኮይኑ፣ እንታይ ገይሩ፣ እንታይ በዲሉ ንዝብል ነገራት ንዓየይ ተመላሊሶም ጥያቄ ጠይቐዮም ንርእሰይ እውን እቲ ቆልዓ ፅቡቕን ፅቡቕን ዝገብር ዘሎ ሰናይ ምግባር እዩ ማለት ክበረታታዕ ኣለዎ ክሽለም ኣለዎ ብቃላት እናተፈንፅሑ ክዝረቡ ክሰምዕ እንተለኹ ንዓየይ ብጣዕሚ ይሕዝነኒ እዩ ግን ማለት ኣዶናይ ፍጥነት ኣለዎ ፍጥነቱ ድማ እውቀቱ እውን ደጊፍሉ ክኸይድ ቆልዓ እዩ እና ብዙሕ ግዜ ዕረፍቲ ስኢኑ ዋላ ስቲልና እንተሪኢኻዮ እቲ ፅቡቕ መልክዑ ዋላስ ጠንካራነቱ እናረኣየሉ ዝኸይድ ዘሎ ቆልዓ እዩ ብዙሕ ኣብ ምቾት ነይሩስ እቲ ምቾት ዓለም ኖ ኢሉ ጥንካሬኡ ዘርእየሉ ዘሎ ስለዝኾነ ንዓየ ሓበን ይስመዐኒ ይኮራ ከም ትፈልጦ እቲ ካብ ምቸት ዓዲ ዝነበረሉ እያ ትብሎ ዘላ ኣብ ካናዳ እዩ ነይሩ ኣብ ካናዳ ኣይጠዓሞን ከም ድሌቱ ክንቀሳቀስ ስለ ዘይከኣለ ናብ ኢትዮጵያ ብምምፃእ ከዓ ስራሕቲ ናይ ቲክቶኩ ብዝዓበየን ብዝበለፀን ገይሩ ክሰርሓሉ ጀሚሩ ናይ ባሓቂ እውን ከም ቲክቶከር ኮንካ ኣብ ዓድኻ ኮንካ ክትሰርሕ ከለካ ብዙሕ ነገር ኣድቫንቴጅ ኣለካ ማቴሪያላት እውን እንተደሊካ ኣብ ጥቃካ ደስ ዝበለካ ክትሰርሕ ትኽእል ኢኻ ኣብ ስደት እንድሕር ኮንካ ቁር የሸግር እዩ ኣድቫንተጅ ናይ ኢትዮ ናይ ኣዶናይ ከኣ ኮይኑ ዝስምዐኒ ኣብ ስደት ኮይኑ ንክሰርሖ ዝኽእል ኣዝዩ ይኸብድ እዩ ብዙሓት ሓበሻ ክረክብ ኣይክእልን እዩ ዋላ እውን ክሕግዝ እንተበለ ካሜራ ሒዙ ወፅዩ ንመን እዩ ክሕግዝ ንፀዓዱ እዩ ክሕግዝ ዝኽእል ክሳብ ክንደይ ይኸ ዓቕምታት ኣብኡ ክሕግዝ ዝኽእል እቲ ባጀት እውን ተሸሪፉ ይከኣል ይኽእል ኣብኡ ሓጊዙ ኣብ በዓል ካናዳ ይኸቢድ እዩ ኣብ ኢትዮጵያ ግን ሚትሮ ላር ሒዙ ብዙሕ ሰብ ክሕግዝ ይኽእል እዩ ኣሊ እውን ወደይ ብጣዕሚ እየ ዝኮርኣሉ ንምንታይስ ማለት ቫልዩ ኣለዎ እቲ ገንዘብ ጥንካራነቱ እዩ ዘርእየኒ ኣሎ ንምንታይ ስንፍና የርእየኒ ጥንካሩ የርእየኒ ጎብዙ ኣብ ሕማቅ ሱስ ዘለኹም ቆልዑት ውፁ ጠንኪርኩም ስርሑ ሰሪሕኩም ተለወጡ ከእንግዲ ምልማን ነውሪ ምዃኑ እዩ ዘርድእ ኣሎ ስደት እውን ኣየበረታትዕን ዘሎ ኣነ ክምችዎ or ካልኦት ንእሽቶናት ኣሕዋት እውን ናብቲ ስደት ዓለም ወሲዱ ኣብኡ ከስርሖም ኢለ ልሓሰብክዎ ነገር ብተቃራኒኡ መፂኡ ኣዶናይ ግን ናብ ኢትዮጵያ መፂኡ ሰላምን ፍቅርን ክሰብኽ እንተሎ ኣነ ኣይተፀበኽዎን ነይረ ንምንታይስ ብዙሕ ነገር ክድግፈኒ ኢለ ዝሓሰብክዎ ነገራት ነይሮም ንሶም ንኢትዮጵያ ሙሉእ ክሕግዘ ኢሉ ምምፅኡ ንዓየ ደስ ኢሉኒ እዩ ከም እንትን ከም ወላዲት ማለት እዩ እግዚኣብሔር ዝሃበካ ተስጦ እዩ ድማ ትሰርሕ ኩለና ብዶክተር ንብል ኢንጂነር ንብል ሙዚቀኛ ንብል ስፖርተኛ ንኸውን ደቅና ብኩሉ ሜዳይ ኢና ንሪኦ እና ካብቶም ደቀይ ድማ እንተዝኾነለይ ዶክተር ይብል እንተዝኾነለይ ኢንጂነር ይብል ብዙሕ ነገር ይብል እዚ ድማ እንደገና ናይ ባዕሉ ክርኤት ኣምፂኡ ኣብቲ ሶሻል ሚድያ ተሳቲፉ ዝወደቑ ሰባት ከልዕል ዝሰነፉ ወጣታት ክመክር ተሎ ክሪኦ ተለኹ ደስ ይብለኒ ብእውነት ንኢትዮጵያ ህዝቢ መስዋእቲ ዝኸውን ዘሎ ቆልዓ እዩ ስደት ይቑም ኢሉ እውን ዝብል ዘሎ እዩ ኣሕዋትና ደቅና ሊብያ ከይዶም ዝስደዱ ዘለው ስራሕ ስእነት ስለዝበዝሐ ዓድና እዩ ውድቀት ስለ ዘሎ እዩ እና ወሪድካ ትሒትካ መሬት ኩዒትካ እውን ሰሪሕካ ትበልዐሉ ዓድኻ እስካብ ዝኾነ እዋን ንዕኡ እዩ ዘበረታተዐሎ ኢለ እየ ዝኣምን ኣይነ ምንም ዓይነት ኣይተረእየኒ ናይ ኣዶናይ ጥፍኣት ምንም የብሉን ያው ኣዶናይ ክሽለም ተሎ ዝተሰማዕኒ ከምቲ ኩሉ ትግራዋይና ኢለ ይኣምን ሕዚ እቲ ዝበዝሕ ሰብ ኣዶናይ እውን ስቁ ኢለ ኮነ ሰብ ሸሊሙ እውን ስለ ዝፈቱ ደቂ ኣንስትዮ እውን ስለ ዝፈተኻ የቐኒየለይ ዝወደይ ኣነ ምንም ይኮርዐሉ እየ ትወደይ ስለ ዝኮርዐሉ
ከምዛ ክንሰምዓ ዝጸናሕነና ኩቡራት ተኸታተልትና ሪኢቶ ናይ ክብርቲ ወላዲቱ ኣዲኡ ኢና ክንሰምዕ ጸኒሕና ናይ ኣዶናይ ማእሰርቲ ከምዘይተዋሕጠላ ከምዘይተቐበለቶ ኢና ክንርኢ ጸኒሕና ብዝኾነ መወጻጽኦ ይፍጠረሉ ኣምላኽ ሙሱ ይኹን እንዳበልና ኩቡራት ተኸታተልትና ናይ ሎማዓንቲ ዝነበረ ሕጽር ዝበላ ቪድዮታት ነዚኤን መስላ ስለቲ ብጽሞና ተኸታተልኩምኒ ስለቲ እትገብሩለይ ዘለኹም ደገፍን ምትብባዕን ብልቢ ብልቢ ከይመስገንኩም ክሓልፍ ኣይደልን እየ እምበኣር ኣብ ናይ ጽባሕ ብዝተፈለየ መደብ ዝተፈለየ ትሕዝቶ ክሳብ ንራኸብ ሰሰናዩ ብሩኽ መዓልቲ እንዳበልኩ love you so much bye